ሰላም ተኸታተልቲ ዕቤት ሚድያ ምሳኹም ዘለኹ ሳይሞን እየ ሎሚ ነታ ብፕሮፌሰር ማርቲን ሰሊግመን ዝተጻሕፈት ትስፍውነት ክትመሃሮ ትኽእል ኢኻ እትብል ኣዝያ ብልጽቲ መጽሓፍ መወከሲ ጌርና ተስፋ ኣብ ትስፍዋትን ተስፋ ቆረጻትን ዝኾኑ ሰባት እንታይ ከም ዝመስልን ናይ ግዳይነት ስምዒት ኣብ ህይወትና እንታይ ዓይነት ጽልዋ ከም ዘለዎን ክንዕዘብ ኢና ክሳብ መወዳእታ ምሳይ ጽንሑ። ካልእ ዩቲብ ከም ዝሕብሮ ልዕሊ ሱሳ ሚእታዊት ተኻታተልቲ ናይዛ ቻነል ሰዓብቲ ከም ዘይኮኑ እዩ። ሳብስክራይብ ብምግባር መሃርቲ ትሕዝቶታት ምምጻእ ክንቅጽል ከተተባብዑና ብትሕትና ይሓትት። ትስፉው ምዃን ክትመሃሮ ትኽእል ኢኻ ፕሮፌሰር ማርቲን ሰሊግመን ዓወት ድምር ናይ ተውህቦን ተመስጦን ተስፋን እዩ። እቲ ንሓንጎልና ኣብ መጀመርታ መስገደል ዝኾኖ ዓበይቲ ዕላማታት ምቕማጥ ዘይኮነስ ድሕሪ ምቕማጦም ብኸመይ እዮም ክብጽሑ ዝብል ሕቶ እዩ። ነዚ ብኸመይ ዝብል ሕቶ ሙሉእ ብሙሉእ ከይመለስካ መዓልታዊ ናብ ዕላማኻ ገጽካ ክትግስግስ ትስፉው ክትከውን ኣለካ። ንተውህቦን ተመስጦን ተስፋ እንተጎዲልዎ ብስጭት እዩ ዝስዕብ። እቲ ጽቡቕ ዜና ግን ትስፍውነት ወይ ተስፋ ክንመሃሮ ንኽእል ምዃንና እዩ። ብኸመይ? ንኣጋጣሚታት ካልእ ውሽጣዊ መግለጺ ብምሃብ። ፕሮፌሰር ማርቲን ሰሊግመን ኣብ ልዕሊ ሚእትን ሓምሳን መጽናዕትታት ኣረጋጊጽዎ ንረኽቦ። ድሕሪ መጽናዕቲታት ናይ ማርቲን ሰሊግመን፣ እቲ ቅድሚኡ ብዛዕባ ጸቕጥን ጭንቀትን ዝነበረ ርድኢት ክእረም እዩ ተገይሩ። ምኽንያቱ ፍጡራት ትስፉውን ግዳይ ወይ ድማ ተስፋ ቆረጽ ምዃንን ክመሃሩ ከም ዝኽእሉ ስለ ዝተረጋገጸ፣ ኣዝዮም ብዙሓት ሰባት ብገለ ዘጋጠምዎም ጸገማት ንኽወድቁ ይፈቕዱ። እዚ ግን ንቡር ወይ ከምዚ ክኸውን ኣለዎ ማለት ኣይኮነን። ምሳና ዝተወልደ እውን ኣይኮነን ከበድቲ ኣጋጣሚታት ናይ ህይወት እንታይ ዓይነት ትርጉም ንህቦም ናትና ውሳነ እዩ ሰሊግመን ኣብ መጽናዕቱ ንኣንበብቲ ብንጹር ኣዮናት ኣጋጣሚታት ብተደጋጋሚ ብውሽጥና እንህቦም መግለጺ ናብ ትስፍውነት ኣይውነት ከ ናብ ጸቕጢ ከም ዘምርሑ ይሕብር። እቲ መበገሲ ናይቲ ዘደንቕ መጽናዕቲ ናይ ማርቲን፣ ናይ ግዳይ ምዃን ትምህርቲ ዝብል እዩ። ኣብቲ ናይ መጀመርታ መጽናዕቱ ሰሊግመን ንናይ ፈተና ኣኽላባት ሓደ ፍኹስ ዝበለ ናይ ኤሌክትሪክ መውቃዕቲ ገይሩ ወቕዖም። እዞም ኣኽላባት እዚኦም ዝገበሩ እንተገበሩ ካብቲ ናይ ኤሌክትሪክ መውቃዕቲ ከምልጡ ከም ዘይክእሉ ተመኪሮም ተመኪሮም ስለ ዝነበሩ ኣብቲ ካልኣይ ፈተነ ወላ እኳ ናይ ምምላጥ ዕድል እንተነበሮም ግዳይ ብምዃን ተስፋ ቆሪጾም ንኽሃድሙ እውን ኣይፈቱን። ናይ ግዳይነት ማለት ተስፋ ቆራጽነት ስምዒት ኣብ ሓንጎል ደቂ ሰባት እውን ኣዝዩ ዓሚቕ ዝኾነ ጉድጓድ እዩ ዝኽዕት። ኣብዚ ናይ ኣኽላባት መጽናዕቲ ኣዝዩ ኣገዳሲ ዝኾነ ነጥቢ ግን እቶም ኣብቲ ቀዳማይ ክፋል ናይቲ መጽናዕቲ ካብቲ ናይ ኤለትሪክ መውቃዕቲ ከምልጡ ከም ዝኽእሉ ዝተመኮሩ ኣኽላባት፣ ኣብ ዝቕጽሉ ክፋላት ናይቲ መጽናዕቲ እውን ተስፋ ከይቆረጹ ይፍትኑ ነይሮም ወይ ድማ ክፍትኑ ተራእዮም ማለት እዩ። ቀጺሉ ሰሊግመን ከምዞም ዝስዕቡ ሕቶታት ዝኣመሰሉ ብመጽናዕትታቱ ኣቢሉ ክምልስ ተበገሰ። ንሰባት መጻምዶም ምስ ገደፎም ሓደ ኢሎም ክጅምሩ ዝገብሮም እንታይ እዩ? ድሕሪ ኣብ ህይወትና ምውዳቕና፣ ተሲእና ጉዕዞና ክንቅጽል ዝገብረና ነገር እንታይ እዩ? ዝብሉ ሕቶታት ወዘተ እዚ ዝስዕብ መልሲ ድማ ረኺቡ። እዞም ደጋጊሞም ዝትስኡ ሰባት ብርቱዕ ድሌት ወይ ፍሉይ ዝኾነ መፈጠር ስለ ዘለዎም ኣይኮኑን። እንታይ ደኣ ውድቀት፣ ጥልመት ወዘተ ከም ናይ መፈጸምታ ናይ ህይወቶም ዘይምርኣይ ዝተማሃሩ ትስፉዋት ሰባት እዮም። ስለዚ ኸኣ ፍርሒ ኣብ ህይወቶም ብፍጹም ክዕወት ኣይክእልን እዩ። ከምዚ ዓይነት ኣተሓስባ ምሳና ዝውለድ ኣይኮነን። ናይ ዓወት መፈጠር ወይ ድማ ዓሌት ዝበሃል የለን። ትስፉውነት ክንመሃሮን ክንለማመዶን ኣለና ወይ ድማ ክንመሃሮን ክንለማመዶን ንኽእል ኢና። ሰሊግመን ከም ዝገልጾ ኣብ ውሽጥና ብዛዕባ ነገራት ወይ ኣጋጣሚታት ዘለና መግለጺ፣ ተማሂርና ክንቅይሮ ከም ንኽእል እዩ። ድሒሩ ዝመጽእ ቅልውላው ናይ ህይወት ዝኾነ ይኹን ብስጭት ኣየስዕበልናን እዩ። ትስፍውነት እንተ ተማሂርና ንሓደ ዕላምና ድሕሪ ምቕማጥና ወላ ደኣ መወዳእታ ናይቲ ዕላማ ከመይ ከም ዝኸውን ክንበጽሖ ዲና ኣይንበጽሖን ኢና ኣይንፍለጥ ወይ ድማ እቲ መገዲ ከመይ ከም ዝኸውን ወላ ኣይንፍለጥ ደኣ እምበር ነቲ ጉዕዞ ናብ ዕላማና ከም ንበጽሕ ኣሚንና ክንጓዓዝ ዝገብረና ትስፉውነት እዩ እዚ ትስፉውነት ድማ ወይ ድማ እዚ ተስፋ እዚ ድማ ክንመሃሮ ከም እንኽእል እዩ ዝነግረና ብኸመይ ኣገባብ ከምዚ ኣብዚ ጽሑፍ ዝተገልጸ ነቶም ናይ ህይወት ኣጋጣሚታት ንኣብነት ጸገም የጋጥመካ ነቲ ጸገም ሓደ ሓጋዚ ዝኾነ መግለጺ ብምሃብ እዩ ካልእ ሰሊግመን ዝረኸቦ ነገር እንተሃልዩ ትስፉዋት ሰባት ንዓወት ካልእ ትርጉም ከም ዝህቦ እዩ። ንትስፉዋት ሰባት ገለ ነገር እንተ ሰሊጥዎም፣ ከም ነባሪ ኣብ ኩሉ ክፋላት ናይ ህይወት ጽልዋ ዘሎዎን ነዚ ዓወት እዚ ንሶም ተሓተቲ ምዃኖም ገይሮም እዮም ዝርእይዎ። ንኣብነት ሓደ ትስፉው ሰብ ሓንቲ ጽብቕቲ ሕጥቦ ጽሑፍ እንተ ጽሒፉ፣ ካብ ሕጂ ንደሓር ኩሉ ግዜ ጽቡቓት ጽሑፋት ክጽሕፍ እየ፣ ኩሉ ግዜ ነባሪ፣ ከምዚ ዝኣመሰለ ብሉጽ ሕጥቦ ጽሑፋት ክጽሕፍ እንተኽኢለ፣ ሓንቲ ብልጽቲ መጽሓፍ ክጽሕፍ ይኽእል እየ ብምባል ይሓስብ። ነዚ ዝመስል ብቕዓት ርዱእ እዩ ኣነ እየ ተሓታቲ ብምባል ድማ ይሓስብ። ከምዚ ዝኣመሰለ ዓይነት ኣተሓስባ ናብ መንገዲ ሓጎስን ዓወትን እዩ ዘምርሕ። ምኽንያቱ ነቲ ብርሃን ዝኾነ ክፋል ናይ ስራሕኻ ወይ ድማ ናይ ህይወትካ ትርኢ ስለ ዘለኻ። ምኽንያቱ ኣብዚሒና ክንገብር ስለ ንተባባዕን እቲ ኣብቲ ጉዕዞ ንምኮሮ ሓጎስ ስለ ዝፈጥረልናን። ተስፋ ቆረጻት ብኣንጻሩ ንዓወት ብግምጣሉ እዮም ዝርእይዎ፣ ከም ሓደ ግዜ ጥራይ ወይ ብዕድል ዘጋጥም። ጽልውኡ ድሩት ነቲ ዝተጓናጸፉዎ ዓወት ካልኦት ተሓተቲ ምዃኖምን። ንኣብነት ከም ተስፋ ቆረጻት፣ ከምዚ ዝብሉ ቃላት ክትሰምዕ ንቡር እዩ፣ ሎሚ ናይ ብሓቂ ዕድል ገይረ እምበር ኣይምተዓወትኩን ነይረ ወዘተ። ተስፋ ቆረጻት ወላ እውን ነቲ ዝዓበየ ዓወት ከም ንእሽተይ ጥቕሚ ዘይብሉን ገይሮም እዮም ዝርእይዎ። ውድቀታት ኣብ ዘጋጥሙሉ ግዜ እውን ተመሳሳሊ ባህርያት እዩ ዘለዎም። ትስፉዋትን ተስፋ ቆረጻትን ኣንጻር ዝኾኑ ውሽጣውያን መግለጽታት እዮም ዘርእዩ። ትስፉዋት ሰባት ንገለ ነገር ምስ ዘይዕወትሉ ንሎሚ ጥራይ እዩ። ነባሪ ኣይኮነን ብምባል ይሓስቡ። ካልኦት ክፋላት ናይ ህይወት ኣይጸልዩን እዩ እውን ይብሉ። ንኣብነት ቁጠባዊ ጸገም ኣጋጢምዎም ኣብ ናቶም ዝምድና ዝኾነ ጽልዋ ከም ዘይብሉ እዮም ዝኣምኑ። ወይ ድማ ነቶም ካልኦት ክፋላት ናይ ህይወቶም ከም ኖርማል በቲ ኣጋጢምዎም ዘሎ ቁጠባዊ ጸገም ከይተጸልወ ከም ዝጓዓዝ ብጽቡቕ ከም ዝጓዓዝ ከም ቅድሚ ሕጂ ይኣምኑ እዮም። ነቲ ተሓታትነት ናይቲ ውጥቀት ድማ ናብ ካልኦት ሰባት እዮም ዘጸግዕዎ። ተስፋ ቆረጻት ግን ብኣንጻሩ ንውጥቀት ዝተፈልየ መግለጺ እዮም ዝህብዎ። ገለ ነገር ምስ ዘይሰልጦም ኩሉ ግዜ ከምዚ ክኸውን እዩ ይብሉ፣ ነባሪ እዩ ይብሉ። ጽልውኡ ድማ ደረት ዘይብሉ ኣብ ኩሉ ክፋላት ናይ ህይወት ከም ዝጸልዎም እዮም ዝሓስቡ ማለት እዩ። ንኹሉ ክፋላት ናይ ህይወት እዩ ዝትንክፍ ይብሉ። ተሓተቲ ናይዚ ውጥቀት ድማ ኣነ ይብሉ ብኣንጻሩ ማለት እዩ። ተስፋ ቆራጽነት ጭንቀት የስዕብ። ተስፋ ቆራጽነት ድሕሪ ስዕረት ምስልቻው የስዕብ። ተስፋ ቆረጻት ሰባት ሕጉሳት ኣይኮኑ። ተስፋ ቆረጻት ሕማቕ ዝኾነ ኣካላዊ ጥዕና ይውንኑ። ተስፋ ቆረጻት ሰባት ምስ ትስፍዋት ኣብ ዝወዳደርሉ ስዕረት የጋጥሞም።